ሎማዓንቲ ጉግል ዳክስ ከመይ ጌርኩም ከም ትጥቀምሉ ከርእየኩም እየ ከመይ ጌርኩም ቴክስት ኤዲት ትገብሩ ከመይ ጌርኩም ለ ሼር ትገብሩ ከመይ ጌርኩም ለ እዚ ግራመሩ እና ስፔሊንጉ ቼክ ከም ትገብሩ ከርእየኩም እየ ካልኦት ቲፓት ለ እኒአው እዮም ንሳቶም ሼር ገብረኩም እየ ክሳብ መጨረሻ ቪድዮ ተከታተሉ ቪድዮ ትምህርቲ ሓዚ ካብኡ ናብዚ ጉግል ኣፕስ ሜኒ ኮይድኩም ጉግል ዳክስ ፀቂጥኩም ካብ ብላንክ ዶክመንት ትኸፍቱ ሓድሽ ዶክመንት ማለት እዩ ካብኡ ፔስት ትገብርዎ እትደልይዎ ቴክስት ወይ ከዓ ትፅሕፍዎ ትኽእሉ ኢኹም ኣብ ድሕሪ ሕዚ መጀመርታ ንገብር ታይትል ወይ ኣተልና ሕዚ ኣንታይትልድ ዶክመንት ዝብል ዘሎ ንኣብነት ሕዚ ኣነ ናብ ማይ ፈርስት ዳ ዝብል ክጥይቆ ክብል ይኽእል እየ ማለት እዩ ክቕይሮ ይኽእል እየ ካብኡ ሴቭ ገሮ እዩ ማለት እዩ ናብ ጉግል ድራይቭ ቀጥታ ኣውቶማቲክሊ ማንኛውም ኢዲት ትገብርዎ ኣብዚ ዶኩመንት እዚ ኢዲት ትገብሩ ዘለኹም ቴክስት ኹን ኩሉ ነገር ናብ ጉግል ድራይቭ ኣውቶማቲክሊ ሴቭ እዩ ዝገብሮ ካብዚ እዚ ፎንትታት ትቕይሮ ተለኹምለ ዘለኹም ዓይነት እዚ ቴክስት ካብዚ ዶኩመንትኹም ሰሌክት ጌርኩም ትቐይርዎ ትኽእሉ ኢኹም ማለት እዩ ሰሌክት ዝገበርኩሞ ኣይቐይሮ እዚ ፎንት ማለት እዩ ስለዚ መጀመርታ

ክትዕበ ክእል ማለት እዩ እና ግድንስ ምስትክካል ገለ ካብ ሓድሽ ሪሳይዝ ምግባር ገለ የድልየኩም ኣብኡ ከይድኹም ታይትል ብቻ ፀቂጥኩም ከም ታይትል ክጠባልኩም ይኽእል ማለት እዩ ኣብዚ ቦልድ ወይ መስመር ትገብርሉ ትኽእሉ ኢኹም ወይ ከለራት ምቅያር ትኽእሉ ኢኹም ብዙሕ ዓይነት ኣማራፅታት እኒኦ እዚ ከለራት ማንኛውም ዓይነት ከለር ከከም ምርጫኹም ተቀያይሩ ትኽእሉ ማለት እዩ ካብዚ ለዚ ካሊእ ዓይነት ኣጸሓሕፋ መብዛሕትኡ ቴክስት ኤዲተር ርኢኹማ ትኾኑ ኢኹም። ምሳለ ኣብ ዝለኒያ እያ ማለት እዩ። ካብኡ ካሊእ ሳይዝ እንደገና ካብ ምቅያር ዘይከኣል እዩ። ሳይዝ ላይ ምስ ቀያየርኩም ኣብዚ ከዓ ኣላይንመንት ዝብል ከዓ ተቀያይሮ ትብሎም ኣላይንመንት ሕዚ ኣጸሓሕፉ ገለ ምቅያር እዩ። ሶ መጀመርታ ቴክስት ሞ ሰሌክት ንገብሮ ካብኡ ን ቴክስት ሰሌክት ገይርኩም ምስ ወዳእኹም ኣላይንመንቱ ምስትኽኻል ይከኣል እዩ። ራይት ኣላይንመንት ኣሚን ሌፍት ኣላይንመንት ትገብሩ ትኽእሉ ወይ ከዓ ናብ ራይት ናብ ሴንተር ናብ ሴንተር ኣላይን ትገብሩ ትኽእሉ እንተኢልኩም ለ ናብ ራይት ኣላይን ትገብሩ ትኽእሉ ኢኹም ናብ የማን ጀስቲፋይ ገይርኩምለ ናብ ራይት እና ናብ የማንናን ኣብ ፅጋም ብማዕረ ጀስቲፋይ ይገብሮ ማለት እዩ ኣጻሓፉ ማዕረ ይገብሮ ማለት እዩ ሰውዚ ላይን ስፔሲንግ ከዓ ኣብዚ ተቃይሮ ተልኩም ኣብዚ ላይና ትለሎ ስፔስ ዳብል ትገብርዎ ትኽእሉ ኢኹም ተለኹም ሲንግል ዳ ትገብርዎ ትኽእሉ ኢኹም ሕዚ ዳብል ቴለዮ ኣብ መንጎኦም ዘሎ ስፔስ ዳብል ይገብሮ ማለት እዩ ካብኡ ተሌለ ናብ ሲንግል ሕዚ ቀይረ ክብል ሲንግል ተይኹም ከዓ ብሲንግል ስፔስ ይፈላለዮም ማለት እዩ ኣብዚ እዚ ታይትል ዝፀሓፉ ምቅያር ይከኣል እዩ ወይ ደና እዚ ቴክስት ዝፀሓፋ ምቅያር ይከኣል እዩ ከከም ኣድላይነቱ ሊስት ክግበር ወይ ለ ብዙሕ ዓይነት ዝፀሓፋታት እኒኦ ሊስት ተገባብራ ገለ ከከም ቴክስትኩም እዩ ዝውሰን ካብ ኣብዚ ለ ብቁፅሪ ልክዕለ ትክዎ ትኽሉ ኢኹም ኣብዚ ሓደ ኣብዚ ሕዚ ብነጥ ተፅሕፍዎ ካብኡ ዝለ ብዙሕ ዓይነት ፀሓፋታት ቸክ ገይርኹም ብልደለኹም ኤክስፐሪመንት ትገብሮ ትኽእሉ ኢኹም ኣብዚ እንደገና ናብ ቱልስ ዝብል ሕዚ ከድኹም ናብዚ ኦፕሽን ኣብ ስፔሊንግ ን ግራመር ዝብል ስፔሊንግ ን ግራመር ቸክ ኢልኩም ክሊክ ተገይርኩሞ ኣብዚ ሓሪፍ ዝኾነ ነገር እንታይ እዩ ኣብ ቴክስትኩም ዘሎ ናይ እንግሊሽ ፅሑፍ ተኮይኑ ሕዚ ኣብ ቴክስትኩም ዘሎ ናይ ስፔሊንግ እና ናይ ግራመር ኤረር የርእየኩም ዶ ካብኡ ድሕሪ ኣክሴፕት ወይ ለካ ኢግኖር ትገብሮ ትኽእሉ ኢኹም ማለት እዩ ኣነ ሕዚ ኣብዚ ዘሎ ኢራራት ዝተፈላለዩ ዓይነት ኤረር የስተኻኽለለይ ማለት እዩ ብእንግሊሽ ዝተፅሓፈ ቴክስት ተኮይኑ ማለት እዩ ዋላ ብቲ ካልእ ዓይነት ቴክስት ተኮይኑ ብካልእ ዓይነት ላንጉጅ ተኮይኑለ ከከም ኣድላይነቱ ብሎ ተስተካክሎ ትኽእሉ ኢኹም ማለት እዩ ካብኡ ካሊእ ናብ ቱልስ ዝብል ከድኩም ከዓ ወርድ ካውንት ዝብል ኦፕሽን እዩ እኒሀ እዚ ሓሪፍ ዝኾነ ቁፅሪ ገለ ክንደይ ቃላት እኒኦ ቴክስትኩም ልል የርእኩም እዩ ፔጃት ገለ ኩሎም ኢንፎርሜሽን እዚኣ ቼክ ተገርኹማ እዛ ዲስፕሌይ ትብል ዲስፕሌይ እዚ ካውንት ዋይል ታይፒን ትብል ማለት እዩ ዝፅሕፍ ዘለኹም ቃላት ክንደይ ቃላት እኒኦ እዚ ቴክስት ገለ ልል የርእኩም ማለት እዩ ካብኡ ተጥፍዎ ዘለኹም እዚ ቴክስት እዚ ናምበር ናይዚ ቃላት ማለት እዩ ቐንስ ማለት እዩ ብሃነ እዚ ዝተጥቆ ዘለዉ ይቐንስ ተመይሱ ማለት እዩ ካብኡ ካሊ ኣብዚ ኢሜጅ እንደገና ዓድ ትገብሩ ተልኹም ኣፕሎድ ፍሮም ኮምፒውተር ትብሎ ትኽእሉ ኢኹም ወይለ ካብ ሰርች ኣብዚ ዌብ ሰርች ትገብሩ ትኽእሉ ካብ ድራይቭ ካብ ፎቶስ ወይለ ብሊንክ ዩኣርኤል ትገብሩ ትኽእሉ ኢኹም ሕዚ ኣነ ኣብዚ ኣብ ኢንተርኔት ማንኛውም ዓይነት ኢሜጅ ሰርች ገብር ተደልየ ኣብዚ ሕዚ ጉግል ኢለ ሰርች ገብር ኽእል እየ ካብኡ ና ጉግል ዶክስ ኢሜጅ የምፀለይ ማለት እዩ ኣብዚ ኢሜጅ ቱቶሪያልን ኣብ ዶክመንት ኣድጎ ርኸብ ኣብ ካር ሲለተ ሌለ ሰርች ተገይረለ መኪናታት እዮም ፀለዩ ማለት ነው መኪና ፎቶ እዛው ዝኒያ ሕዚ ሰሌክት ገይረ ናብ ዶክመንት ኢንሰርት ጋር ተለ ማለት እዩ ኣብ ኢንሰርት ትብል ክሊክ ትገብሩ ማለት እዩ ኣብ ያው ናብዚ ዶክመንት የእትሎ ማለት እዩ እዛ ኢሜጅ እዚኣ ሕዚ ሪሳይዝ ምግባር ይከኣል እዩ ወይ ካልኦት ኦፕሽናት ለ ኣብዚ ታሕቲ ለለዉ ሰምለ ክመኻኽርዎም ትኽእሉ ኢኹም ከም ድሌትኩም ማለት እዩ ከከም ኣድላይነቱ ናይኹም ዶክመንት ከከም ምቸኩም ክመኻኽሩ ትኽእሉ ኣብዚ ካሊእ እንታይ እዩ እዛ ዝኾነ ነገር እዛ ታይትል እዚኣ ሕዚ ሰሌክት ገይረ እያ ንኣብነት እንድሕር ሊንክ ክገብራ ተደልየ እዛ ታይትል እዚኣስ ከም ሊንክ ክገብራ ተደልየ ናብዚ ናይ ኢንሰርት ሊንክ ትብል ይፃጣ ካብኡ ድሕሪ ኣውዚ ማንኛውም ዓይነት ናይኹም ሊንክ ይኹን ወይ ለናይ ካሊእ ዌብሳይት ሊንክ ይኹን ኣብዚ ኣድ ትገብሮ ትኽእሉ ኢኹም ካብኡ ድሕሪ ሕዛ ንኣብነት ና ጉግል ሊንክ ኣድ ክገብር ደልየ ንበል ስለዚ ኣብዚ ዝና ጉግል ሊንክ ኮፒ ገብረዶ ካብኡ ድሕሪ ናዛ ዝለላ ፔስት ገይራ ካብኡ ድሕሪኡ ኣፕላይ ቴለያ ዞዚ እኒአ ታይትል ናብ እንታይ ይቕየር ኣሎ ማለት እዩ ናብ ሊንክ ይቕየር ማለት እዩ ዞዚ እኒአ ታይትል ናብ ሊንክ ከም ተቐየረለ ያው የርእየን ኣሎ ማለት እዩ ከለሩ ለ ናብ ብሉ ነገር እዩ ተቐየሩ መብዛሕትኡ ሊንካት ተሪኽሞ ከምኡ እዩ ካብኡ ዞዚ እኒአ ሕዚ ትኸተት ኣለኹ ናብ ጉግል ይወስደን ማለት እዩ ከምኡ ገይሮም ቴክስትኩም ናብ ሊንክ ትቕይርዎ ትኽእሉ ኢኹም ማለት እዩ

ቪድዮ ማለት እዩ ኣብ ዘለዉ ሊንክ ናዚ ታይም ትፅሕፎ ተለኹም ተለኹም ኮፒ ሊንክ ትገብሩ ትኽእሉ ኢኹም ናዞም ሸር ትገብሮም ሰባት ኢሜሎም ፅሒፍኩም ተለኹም ወይ ዘዚ ሊንክ ኮፒ ገይርኹም ንማንኛውም ሰብ ተድሉ ትኽእሉ ኢኹም ኣብኡ ንዝተደኹም ሰብ ከዓ ቪወር ዲኹም ወይ ኮሜንተር ዲኹም ወይስ ኤዲተር ኹም ዝደልዮ ነገር ሰሌክት ክገብሩ ትኽእሉ ኢኹም ባዕልኹም ኣቲ ኢዲት ወይ ለብዩ ወይ ኮሜንት ክገብር ይኽእል ትሰሉ ስለልኩም ከም ሰሌክት ይገባብራ ሰው ካሊእ እንታይ እዩ ናብ ፋይል ዝብል ሕዚ ተኸድኩም ብዙሕ ኦፕሽናት እኒኦ እዮም ካብዞም ኦፕሽናት እሶም ግን ሕዚ ዳውንሎድ ትገብሩ መንገዲ እዮም ዳውንሎድ ሕዚ ትብልዎ ዘለኹም ናብ ፒዲኤፍ ተደልኹም ትቕይርዎ ትኽእልኩም ተደልኹም ናብ ማይክሮሶፍት ወርድ ለምቕያር ከኣል እዩ ብዙሕ ዓይነት ካልኦት ኦፕሽናት ለ እኒአው እዮም ማለት እዩ መዋኸሩ ንሶም ለ ካብኡ ናብ ታሕቲ ተኸይድኩም ሕዚ ፕሪንት ትብል ስታት ተቐድኩማ ፕሪንት ትገብሩ ዘይብልኩም ከለ ፕሪንተር ተሃልዩኩም ፕሪንት እዩ ዝፀቕተብሎ ካብ ድሕሪኡ ዞዝ ኒድ ዶኪመንት ከለሩ ሕዚ ምቕያር ተልኹም ብላክ ን ዋይት ትገብርዎ ትኽእሉ ኢኹም ተለኹም ለ ከምለ ኣለዎ ብከለሩ ፕሪንት ከም ዝግበር ምግባር ይከኣል ማለት እዩ ካብኡ ዝለ እዚ ኮፒታት ክንደይ ኮፒ ኢኹም ትደልሉ ኣብ ሰሌክት ክገብሩ ትኽእሉ ኢኹም ቁፅሪ እናወሰኹም ኣቲካ ይመስል ናይ ሎማዓንቲ ቪድዮ ከምዚ ይመስል ብኻሊእ ጠቓሚ ቪድዮ ክሳብ ንጋነ ቻው